መጽሓፍ ቅዱስ ሓቂ ኢሉ ፍቕሪ ኢሉ ኣሎ። ብዙሓት ነገራት ክልቲኦም እንተ ደኣ ብኽልቲኡ ወገን ደይሓዝዎ ትኽ ዝበለ መስመር ወይ ከኣ ሊቤሎ ዲና ንብሎ ከምኡ ኣይመጽእን እዩ። እዚ ድማ ጳውሎስ ከምኡ ኢሉ ተዛሪቡ ኣምላኽ ይመስገን። ስለዚ ነቶም ቅዱሳን እንታይ ኢልዎም? ቅዱሳት ከኣ ኹኑ ኢልዎም ኣምላኽ ይመስገን እንታይ ደኣ ተቐዲሶም ከለውስ ቅዱሳት ኩኑ ኢልዎም ንዝብል ሓሳብ ክዛረቦ ማለት እየ ስለ ንምንታይ ተይልና ክልተ ኣንጻር ዝመስል ሓሳብ እዛረብ ኣሎ ጳውሎስ ኣብዚ ንሰብ ቀረንጦስ ዝኣኽሉ ሰባት እቲ ብድሕሪኡ እንተ ደኣ ርኢናዮ ናይ ሰብ ቆረንጦስ ውድቀት ወይ ከዓ ሰብ ቆረንጦስ ኢልና ከንሓስብ ኮለና ሰይተብኡ ዘእተወ ሰባኡ ኣሎ ብብዙሕ ጣኦታት ዝተኸበቡ ምዃኖም፣ ተዓዲ ዓዲ ምንዝርና ምንባሩ ገለ ብዛዕባ ቆሮንጦስ መቸም ትመሃሩ ስለ ዘለኹም ከይደግሞ እዚ ኩሉ ነገር ከሎሲ ኣቱም ቅዱሳት ኢልዎም ሽዑ ከኣ ቅዱሳት ንምዃን ከኣ ዝተጸውዑ ኢልዎም ክልተ ዘረባ ይዛረብ ኣሎ እዞም ክልተ ዘረባታት እንታይ እዮም እየ ክብሎም ማዓንቲ ማለት እዩ ስለዚ ንሰብ ቀሮንጦስ ቅዱሳት ክብሎም ከሎ በቲ ብክርስቶስ የሱስ ዝረኸብዎ መንነት ጎይታ የሱስ ክርስቶስ እንታይ ጌርና ቀዲስና ኣምላኽ እመስገን ከምኡ ኢሉ ኣሎ ቃል እግዚኣብሔር ክዛረብ ከሎ ግና ከቲ ዝምካሕ ብእግዚኣብሔር ይመካሕ ዝብሎ ምእንቲ ክፍጸም ንስኻትኩም ካብኡ ካብ ኣብቲ ካብ ኣምላኽ ንጥበብን ጽድቅን ምቕዳስን ምድሓንን ዝኾነልና ክርስቶስ ኢኹም እንታይ ዝኾነልና ምጽዳቕን ምቕዳስን ጥበብን ዝኾነልና ክርስቶስ ኢኹም ኢሉ ኣምላኽ ይመስገን ስለዚ ብመስዋእቲ የሱስ ክርስቶስ እንታይ ኮይና ኢና ተቀዲስና ኢና እግዚኣብሔር ይመስገን ጎይታ የሱስ ክርስቶስ ሓንሳብ ንዘልኣለም ብዝኸፈሎ መስዋእቲ ንሕና ድማ ንዕኡ ብምቅባልና ነቶም እትቀበልዎ ግና ስለ ዝብል ቃል እግዚኣብሔር ብምቅባል ድማ ንሕና እንታይ ኮይና ኢና ቅዱሳት ኮይና ኢና ኣምላኽ ይመስገን እዚ ቅድስና እዚ ናይ መንነት ቅድስና እዩ ጎይታ የሱስ ክርስቶስ ምስ ተቀበልናዮ ንሕና እንታይ ኢና ብመንነት እንተ ኮይና ቅዱሳት ኮይና ወይ ከዓ ብመንነት ጽድቂ ረኺብና ናይ መንነት ጻድቅ ኮይና ማለት እዩ ልክዕ ከምዚ ሓደ ሓደ ዜግነት ወይ ከኣ ምስ ተወለድካሲ ከምኡ ኮይንካ ትውለድ ንኣብነት ኤርትራውያን ኮይንና ተወሊድናስ ኤርትራውያን ከኣ ኮይንና ልክዕ ከምኡ እዚ መንነት እዚ ብዳግም ምውላድ እዩ ዝርከብ ኣምላኽ ይመስገን እንተደኣ ብጎይታ ዘይኣመንኩም ሰባት ኣለኹም ቅዱስ እየ ንብለሉ ምኽንያት ንሕና ብዝገበርናዮ ግብሪ ዘይኮነሲ ጎይታ የሱስ ክርስቶስ ብዝኸፈሎ ዋጋ ልክዕ ከምቲ ካብ ኣዳም ተወሊድና ብኣዳም ድማ ሓጢኣት ኣዳም ከም ዝመጸና ኩሉ ሰብ ዝሰማማዓሉ ብሕልፊ ከኣ ኣብ ናይ ክርስትና ደምበ ዘሎ ሰብ ዝሰማማዓሉ ሓቂ እዩ። ልክዕ ከምኡ ድማ ብጎይታ የሱስ ክርስቶስ ምስ ኣመንና በቲ ዳግም ምውላድ ጥራይ ኢና እንታይ ንኸውን ቅዱሳት ንኸውን ወይ ከኣ ጸዲቕና ንብል ዘለና እምበር ብገዛእ ግብሩ ወላ ሓደ ሰብ ክጸድቕ ኣይክእልን እዩ። ስለዚ እየ ብዛዕባ ዝተቐደሱ ወይ ከኣ ቅዱሳት ኢለ ዝዛረብ ዘለኹ፣ ብጎይታ የሱስ ክርስቶስ ኣሚኖም ዳግም ምስ ተወለዱ ብዝረኸብዎ ቅድስና ብመንነት ቅዱሳት ዝኾኑ ሰባት። ስለዚ እዩ ጳውሎስ ንሰብ ቆሮንጦስ ብመንነት እንታይ ይብሎም ኣሎ? ቅዱሳን ኢሉ ይጽውዖም ኣሎ። ብመንነት ምስ ቀደሰካ እዩ እንታይ ዝገብረካ? ቅዱስ ክትከውን መጽሓፍ ቅዱስ ኣብ ሓድሽ ኪዳን ዝሓተካ ማለት እዩ ኣምላኽ ይመስገን ኣብ ብሉይ ኪዳን እንተደኣ ርኢና እግዚኣብሔር ካብ መጀመርያ ኣትሒዙ እግዚኣብሔር ኣይተለወጠን ስለ ዝኾነ እግዚኣብሔር ብመንነቱ ንሙሴ ክግለጸሉ ከሎ እንታይ ኢሉ ተገሊጽሉ ርሕርሕን መሓርን ጸጋውን ኢሉ እግዚኣብሔር ይመስገን እግዚኣብሔር ካብ መንነቱ ጸጋዊ ኣምላኽ እዩ ካብ መጀመርያ ዘፍጥረታት ሒዝና ሕልፍ ሕልፍ ክብለ ካብ መጀመርያ ዘፍጥረታት ሒዙ እግዚኣብሔር በዓል ምሉእ ጸጋ ስለ ዝኾነ ንሰብ ናበይ'ዩ ኣእትይዎ? ናብ ጸጋ'ዩ ኣእትይዎ። እግዚኣብሄር ንኹሉ ፍጥረት ፈጢሩ ንሰብ ዝበሃል ከኣ ኣብቲ ክብሪ'ቲ ኣእትይዎ ወይ ከኣ ኣብቲ ጸጋ'ቲ ኣእትይዎ። ሰብ ግና ነቲ ጸጋ ምስ ሓደጎ ኩሉ ኣብ ብሉይ ኪዳን እንተደኣ ርኢናዮ ንኣብርሃም ክጽውዖ ከሎ እግዚኣብሄር፣ በዓል ጸጋ ስለ ዝኾነ እዩ ጠዊዕዎ። ኣብርሃም ብዙሕ ግዜ ምሽ ዘይተጻሓፈ ኣብርሃም ካብቶም ህዝቢ ፍልይ ዝበለ ንኣምላኽ እደልዮ ኔሩ ገለ ኢሎም ዝዛረቡ ሰባት ኣለዉ ግን ኣብ መጽሓፍ ቅዱስና ንሪኦ ግን ጸጋ እዩ ናይ ሰብ ግደ ዝብሃል የብሉን ኣብርሃም ክጽዋዕ ከሎ ካብ ዓሌቱ ካብ ዘርኡ እዩ ተጸዊዑ መጽዩ ስለዚ እዚ እንታይ እዩ ጸጋ እዩ ኣብ ብሉይ ኪዳን ኩሉ ንሪኦ እግዚኣብሄር ጸጋዊ ምዃኑ እግዚኣብሄር ብጸጋ ካብ ግብጺ ከም ዘውጾም እግዚኣብሔር ብጸጋ ከም ዝሓረዮም፣ እግዚኣብሔር በቲ ጸግኡ ገይሩ ጥራይ ከም ዝጸውዖም ኢና ንርኢ። ኣብ ብሉይ ኪዳን ግን ሽዑ ሓደ ነገር ንርኢ። እንታይ ንርኢ? ሕጋጋተይ እንተሓሊኹም ህዝበይ ክትኮኑኒ ኢኹም ዝብል ሕጊ ንርኢ ማለት እዩ። እንታይ ኣለዎ? ቅድሚ ኩነት ኣለዎ። ኣብቲ ናይ እግዚኣብሔር ሓሳብ ክመላለሱ ከለዉ እግዚኣብሔር ከኣ እንታይ ይገብር? ምሳታቶም ይኸውን። እግዚኣብሄር ነቲ ሓጢኣቶም ይኸድኖ እምበር ይሓድጎ ስለ ዘይነበረ፣ ሓጢኣት ካብ ሰብ ስለ ዘይረሓቐ፣ ኩሉ መዓልቲ ከምዚ እንተ ደኣ ጌርኩም ከምዚ ክኸውን እዩ ዝብል ቅድመ ኹነት እግዚኣብሄር እናሃበ መጺኡ። ሓድሽ ኪዳን ፍሉይ ዝገብሮ ግን እንታይ እዩ? ኢኹም ኢልዎም ምስ ከምኡ ኢሉ ኣሎ ኣብ ጴጥሮስ ክዛረብ ከሎ ደግነት እቲ ካብ ጸልማት ናብ ካብ ጸልማት ናብ ብርሃን ዝጽውዓኩም ኣምላኽ ምእንቲ ክትነግሩ ናይ መንግስቲ ክህነት ቅዱስ ህዝቢ ጥሪት ኣምላኽ ዝኾነ ህዝቢ ኢኹም ኢሉ ኢኹም ኢሉ እዚኣ ጥቕሲ እዚኣ ብሉይ ኪዳን እንተ ከድኩም ርኢኹማ እንታይ እያ ትብል ክትኮኑ ኢኹም እያ ትብል ትእዛዛቱ እንተ ሓሊኹም እንታይ ክትኮኑ ኢኹም እዚ ዝበልናዮ ክትኮኑ ኢኹም ትብል ሓሳብ እግዚኣብሄር ምክሩ ነይራ ማለት እዩ ኣብ ብሉይ ኣብ ሓድሽ ኪዳን ምስ መፀና ግን እንታይ ገይርዎም ኢኹም ዝብል ምክሪ ሂብና ስለዚ ኢና ቅዱሳት ኢኹም ዝብል ናይ ሓድሽ ኪዳን ምህሮ እዩ ንስኻትኩም እንታይ ኢኹም ቅዱሳት ኢኹም ብጎይታ የሱስ ክርስቶስ ብመንነት ቅድስና ረኺብካ ኢኻ ስለዚ እዚ ብጸጋ ዝተረኽበ ቅድስና ግን እንታይ ክግበር ኣለዎ ክንበር ኣለዎ ኢሉ መጽሓፍ ቅዱስ ይምህር እዩ ኣምላኽ ይመስገን እንተ ደኣ ኣብቲ ሓንቲ ጠጠው ኢልካ እንታይ ኢኻ ትገብር ከምኡ ኢኻ በቃ ግን እንታይ ኣይገበርካዮ ነቲ ዝኾንካዮ ምንባር ግን ናይ መጽሓፍ ቅዱስ ምህሮ ስለ ዝኾነ ስለዚ እየ ኣንቱም ቅዱሳት ተቐደሱ ክብለኩም ሎማዓንቲ እዚ ሓሳብ ኣብ ልበይ ደሎ ስለዚ ካብ ክርስቶስ ጥራይ ብጸጋ ከምቲ ብምውላድ ዝረኸብናዮ ነገር ነዚ ነገር እዚ ግን እንታይ ክንገብሮ ኣለና ክንነብሮ ኣለና ማለት እዩ ለዚ ክንቅደስ ተኾይና እባ ናይ እግዚኣብሔር ሓሳብ ከመይ እዩ ባብ ቅድስና እግዚኣብሔር ቅዱስ እየ እሞ ቅዱሳት ክኑለይ ኢሉ ተዛሪቡ ኣሎ ኣሰኣሰር ክርስቶስ ክንመስል መጽሓፍ ቅዱስ ነገርና ኣሎ ዝተፈለና ጎይታ የሱስ ክርስቶስ ዝፈለየና ዝተፈለና ሰባት ኮይና ምእንቲ ክንመላለስ እዩ እግዚኣብሔር ይመስገን ኣብዚ ምድሪ ሓደ ነገር እርእይ ኩሉ መዓልቲ ብዛዕባ ክርስትና ዘለዎም ሓሳብ ንሰባት ኣካይዳና እዩ ዘበላሽዎሎም ንኣምነት ኣብቲ ዘለክዎ ሃገር ብዙሓት ክርስትያናት ይክሰሱ እዮም ብዙሓት ኣብ ቦርዲን ዝነበሩ ቆልዑት ቀቲሎም ከምዚ ጌሮም ከምዚ ጌሮም ዝብል ክሲ ኣለዎም ሕጂ ብዛዕባ ክርስትና ኣነ ክርስትያን እየ ምስ በልካዮም ቀዳመይቲ ዝብልካ ትፈልጥ ዶ ከምዚ ከምዚ ከምዚ ጌሮም ኔሮም ቀደም ክርስትያናት ኣብ ከምዚ ዘመን ከምዚ ዓይነት በደል ተፈጺሙ ኣብዞም ኣብቲ እቶም ሞበቆል ዝኾኑ ኣብኡ ዘለው ከምዚ ተፈጺሙ ነይሩ ክርስትያናት ከምኡ ገይሮም እዮም ዝብሉኻ ሽዕኡ እንታይ ኢልካ ኢኻ ክትሰብኽ ትጅምር መጽሓፍ ቅዱስና ግን ከምኡ ኣይኮነን ዝምህር ኢልካ ኢኻ ትጅምር ብኣብነት ብናብራና ክንምህሮም ስለ ዘይከኣልና ንሕና ንክርስቶስ ስለ ዘይመሰልናሲ እቲ እቲ ምህሮና ዋላስ ከምኡ ኮይኑ መጽሓፍ ቅዱስ ከምኡ ከም ዝምህር ክሓስቡ ጌርናዮም። ስለዚ እዩ ምንባር ዘድልየና። ንሕና ክንነብር ኮለና ግን ክርስትና እዚ እዩ ኢልና ነቶም ክርስቶስ ንነግሮም ዘለና ሰባትሲ በቃ ከምቲ ጳውሎስ ዝበሎሲ ከምቲ ኣነ ንክርስቶስ ዝመስሎ ዘለኹ ኢሉ ስለዚ እናመሰልናዮ ክንከይድ ኮለናሲ ነቲ ወንጌልና እሱ ከምዝኾነ ብቑዕ ከምዝኾነ ነርእየሉ መንገዲ እዩ ስለዚ እዩ መጽሓፍ ቅዱስ እንታይ ኢሉ ተዛሪቡ ነቲ ዝተጸዋዕኹምሉ ጽዋዓ ብቑዓት ኮይንኩም ክትመላለሱ ኢሉ ጳውሎስ ብምሕረት ኣምላኽ ንምዕደኩም ኣለና ኢሉ። ስለዚ ዝተጸዋዕናሉ ጻውዒት ኣሎ። ጎይታ የሱስ ክርስቶስ ዝቐደሰናሲ ቅዱሳት ኮይና ምእንቲ ክንመላለስ እዩ። በቲ ዝተፈለናዮ ምፍላይ ብእኡ ምእንቲ ክንነብር እዩ። ኣምላኽ ይመስገን። ስለዚ ሎሚ ብቅድስና ክንነብር ኮለና ንወንጌልን ንዓናን ኢና እንታይ ንገብር ዘለና ንረብሕ ዘለና እግዚኣብሔር ይመስገን። እቲ ዝቐደሰና ጸጋ ንምንባር ዓቕሚ ኣለዎ። ምሽ ከምዚ ጎይታ የሱስ ክርስቶስ ምስ ሞተልና ኣብ መስቀል ሞይቱስ ኣድሒንና ኣድሒኑ ዝሓድግ ጸጋ ግን ኣይኮነን ብቕዓት ዝህብ ጸጋ እዩ ተዋሂብና ስለዚ እወ ተቐዲስና ዶ እወ ቅዱስ እንዲኻ ስለዚ ነቲ ዝተቐደስካዮ ምቕዳስ ብኡ ተመላለስ እግዚኣብሔር ይመስገን ሎሚ ኣብ ናብራና ኣብ ህይወትና ብኡ ክንመላለስ እግዚኣብሔር ይደልየና ኣሎ ንብዙሓት ንምድሓን ምእንቲ ክንከውን ንብዙሓት ከዓ ንምውፃእ ምእንቲ ክንከውን እዚ ነገር እዚ ፋሽኑ ዝሓለፈ ኣይኮነን ኢለ ከይዛረብ ቅድስና እንታይ ኣይኮነን ናብ ሕጊ ምምላስ ኣይኮነን ምንባር መጽሓፍ ቅዱስ ዝምሃሮ ሓቂ እዩ እንተ ደኣ ጸጋ ኣለካ ኮይኑ እንተ ደኣ ሓይሊ ኣለካ ኮይኑ ሲ ሎማዓንቲ እስከ ነቲ ሓይልኻስ ግለጾ ናይ ምንባር ሓይሊ ኣለካ ንምንባር ዝኸውን ጸጋ ተዋሂብና ኣለና እሞ ንዕኡ ብኡ ክንመላለስ መጽሓፍ ቅዱስ ይነግረና እዩ። ቃል እግዚኣብሔር ከምዚ ኢሉ ኣሎ ኣብ ቲቶስ ክልተ ዓሰርተ ሓደ ጀሚሩ ጸጋ ኣምላኽ ተገሊጹ እዩ እሞ ኢሉ ሽዑ እንታይ ገይሩ ንኹሉ ሰብ ምድሓን ኣምጺኡ እቲ ብሩኽ ተስፋናን ናይቲ ዕዙዝ ኣምላኽናን መድሓኒናን የሱስ ክርስቶስ ምግላጽ ክብሪ እናተጸበኹም እንታይ ግበሩ ግፍዕን ዓለማዊ ትምኒትን ክሒድና ኣብዛ ዓለም እዚኣ ብጥንቃቐን ብጽድቅን በምልኾን ክንነብር ይምህረና ኣሎ። ኣየናይ? እቲ ጸጋ። እቲ ጸጋ እንታይ እዩ ዝምህረና? ግፍዕን ዓለማዊ ትምኒትን ክሒድና ክንነብር እዩ ዝምህረና። ስለዚ ነቲ ዝምህረና እንታይ ክንገብሮ ኣለና? ብእኡ ክንመላለስ ኣለና ማለት እዩ። እግዚኣብሔር ይመስገን። ስለዚ ጸጋ ኣድሒኑ ኣይሓደገናን ማለት እዩ። ጸጋ ኣምላኽ ተገሊጹ ንኹሉ ሰብ ምድሓን መሰምጸ ነቶም ዝደሓኑ ድማ እንታይ እዩ ዝምህሮም? እዚ ህይወት እዚ ክነብሩ ኣምላኻዊ ዝኾነ ህይወት ክንነብር ድማ እንታይ ይገብረና እዩ ይምህረና እዩ ማለት እዩ እግዚኣብሔር ይመስገን ስለዚ ሎማዕንቲ ዝዛረቦ መልእኽቲ እንታይ እዩ እዚ ጸጋ እዝስ ኣድሒኑ ዝሓደገና ጸጋ ኣይኮነን እንታይ ዝገብር ሓይሊ ኣለዎ ዘብቅዕ ሓይሊ ኣለዎ ዓለማዊ ትምኒት ክሒድና ብቅድስና ክንነብር ዘኽእል ሓይሊ ኣብ ውሽጥና ኣሎ። ስለዚ ነዚ ሓይሊ እዚ እንታይ ክንገብረሉ ኣለና? ክንላመዶ ኣለና ወይ ከኣ ክንመላለስ ኣለና ብኡ። እንታይ ኢና ንገብር ሽዑ? መጽሓፍ ቅዱስ ክንጋደል ምሂርና ኣሎ። ርእስና እናግዛእና ካብቲ ድሌታትና እናወጻና ናይ እግዚኣብሄር ነገር ዳጋሃድናዮ ንኸይድ። ጎይታ የሱስ ክርስቶስ ክዛረብ ከሎ ማቴዎስ ምዕራፍ ሓሙሽተ ከምኡ ኢሉ ኣሎ ምሽ? ብርሃን ንሰኻትኩም ብርሃን ዓለም ኢኹም ኢሉ ተዛሪቡ ኣሎ። ብዛዕብኡ ወላ ሓንቲ ጥርጥር የለን ማለት እዩ። እዚ ናይ መንነት ጉዳይ ስለ ዝኾነ ብመንነትሲ ንስኻትኩም ብርሃን ዓለም ኢኹም ግና እንታይ ግበሩ ኢሉ ሽዑ ብርሁ ግን ነቲ ሰናይ ግብርኹም ሪኦም እንታይ ክገብሩ ምእንቲ ከምኡ ከዓ ነቲ ጽቡቕ ግብርኹም ሪኦም ኣብ ሰማይ ንዘሎ ኣቦኹም ምእንቲ ከመስግንዎ ብርሃንኩም ኣብ ቅድሚ ሰብ ይብራህ ኢሉ ስለዚ እዚ ብርሃን እዚ ብመንነት ተቀቢልካዮ ኢካ እሞ እንታይ ግበር እዩ ድብል ደሎ ጎይታ የሱስ ክርስቶስ ብራህ እግዚኣብሔር ይመስገን ነዚ ኩሉ ምስቲ ቅዱስ ምዃን ኣተሓሕዝዎ እንተ ደኣ ክትበርህ ኮንካ ግን ሽዑ እንታይ ኢሉ ኣሎ ንመብራህቲ ወሊዑስ እንታይ ዝገብሮ የለን ኢሉ ኣብ ከፈር ዝሓብኦ የለን ኢሉ ኣብ ምንታይ እዩ ዝገብሮ ኣብ በሪኽ እዩ ዘቐምጦ ኣብ ዝረኣይ ቦታ እዩ ዝገብሮ ሕጂ እዚኦም ኩላቶም ከፈር ዝኾኑና ነገራት ወይ ከኣ ኣብ ታሕቲ ክንገብሮ ዝገብሩና ነገራት እንታይ እዮም ኢልኩም ደኣ ተሓሲብኩም ኣነባብራና እዮም ነቲ ብርሃን እንታይ እዩ ዝሽፍኖ ዘሎ ንኣብነት ስጋዊ ድሌታትና ወይ ከኣ ክንልውጦ ዘይንደሊ ባህሪ ነቲ ብርሃንና ሸፊንዎ እንተድኣ ኣሎ ኮይኑ እቲ ኣየናይ እዩ ዝረኣይ? እቲ ብርሃንና ተኸዊሉ ኣሎ ማለት እዩ። እቲ ዝተዋሃብናዮ ሕድሪ ወይ ከኣ እቲ ዝተቐደስናዮ ምቕዳስ ዘይኮነ እቶም ናትና ድልየታት ወይ ከኣ እቲኦም ኣብ ክንኮኖም ወይ ከኣ ክንሓድጎም ዘይንደሊ ባህርያት ናትና ዝበሃሉ ባህርያት ኩላቶም እንታይ ይገብርዎ ኣለዉ? ነቲ ብርሃንና ይሽፍንዎ ኣለዉ። ነቲ ብርሃንና እንድሕር ደኣ ተሸፊኑ ድማ ብርሃን ከም ዘለና ክርኣይ ኣይክእልን እዩ። ነቲ ብርሃን ርእዩ ንኣምላኽ ዘመስግኖ ወይ ከኣ ነቲ ብርሃን ርእዩ ናብቲ ብርሃን ገጹ ዝመጽእ ሰብ ድማ ኣይንክንረክብን ኢና። ስለዚ እንታይ ክንከውን ኣለና? ካብ ገዛእ ርእስና ክንወጽእ ኣለና። መጽሓፍ ቅዱስ ከምኡ ይምህረና እዩ ምሽቶ? ርእሱ ይቕበጽ ኢሉ መጽሓፍ ቅዱስ ይምህር ስለ ዝኾነ። ስለዚ ካብ ገዛእ ርእስና ወጺእና ነቲ ኣምላኻዊ ሓሳብ ምእንቲ ክንነብር እንታይ ክንገብር ኣለና? ንመብራህትና ዝኽውሉ ናትና ዘበሉ ነገራት እንታይ ክንገብሮም ኣለና? ከነልዕሎም ኣለና ወይ ከኣ ክቕንጠጡ ፍቓደኛታት ክንከውን ኣለና። ኣብ ህይወትና ዘሎ ነገር ኩሉ ነቲ ናይ ክርስቶስ ብርሃን ወይ ከኣ ነቲ ዝተቐደስናዮ ምቕዳስ ዘየርኢ ዘበለ ኩሉ ንምቕዳስ ምኽንያት ዝኽልክለና ዘበለ ክንኣልዮ ፍቓደኛታት ክንከውን ኣለና። ካልእ ድማ ርእስና ልክዕ ከምቲ ብጸጋ ዝደሓነ ሰብ ኮይንና ዘይምፍላጥ ድማ እንተደኣ ብርሃን ኣብ በሪኽ ኮይኑ እዩ ዝረኣ ኢሉ ኣሎ መጽሓፍ ቅዱስ። እንተደኣ ታሕቲ ኮይንና ንሕና ነቲ ብክርስቶስ ዝኾንናዮ ምዃን እንተደኣ ዘይተቐበልናዮ ድማ እንታይ ክንከውን ኣይንኽእልን ኢና፣ ብርሃንና ኣብ ድሙቕ ቦታ ክረኣይ ኣይክእልን እዩ። ክርስቶስ መጽሓፍ ቅዱስ ክዛረበና ከሎ ከምቲ ክርስቶስ ዝተቐበለኩም ንሓድሕድኩም ተቐባበሉ ኢሉ ኣሎ። ንሓድሕድና ጥራይ ዘይኮነ ግን ንርእስና ድማ ከምቲ ክርስቶስ ዝተቐበለና እንተ ዘይተቐበልናዮ ኣብ ታሕቲ ንኸውን እሞ እንታይ ይኸውን ሽዑ እቲ ብርሃንና ደሚቑ ወይ ከዓ በሪኹ ከይረኣይ ንገብሮ። ስለዚ ብክርስቶስ ዝኾንካዮ ነገር እሱ ኢኻ ናትካ ስለ ዘይኮነ ማለት እዩ። ዝተዋሃብካዮ ነገር ስለ ዝኾነ ንሱ ኢኻ እንተድኣ ኮይንካ ኣብቲ ክርስቶስ ዘቐመጠካ ቦታ ኮይንካ ደው ክትብል ኮለኻ እቲ ብርሃንካ ድማ እንታይ እንዳኾነ ይኸይድ ደሚቑ ይረኣይ እሞ እቲ ብርሃንካ ክረኣይ ኮሎ ድማ በቲ ሓደ ወገን እግዚኣብሄር ይኸብር መጽሓፍ ቅዱስ ከምኡ ስለ ዝበለ ከምኡ ኸኣ ነቲ ጽቡቕ ግብርኹም ሪኦም ኢሉ ንመን ከመስግንዎ እዮም ንኣምላኽ እዮም ዘመስግንዎ እንታይ ስለ ዝኾነ ንሱ ብርሃን ስለ ዝገበረና ኣምላኽ ይመስገን መጽሓፍ ቅዱስ ክዛረብ ከሎ ብርሃን ዓለም ኢኹም ስለ ዝበለ ኩላቶም እቶም ጎይታ የሱስ ክርስቶስ ኣብ ምዕራፍ ሓሙሽተ ማቴዎስ ዝተዛረቦም ኢኹም እሞ እንታይ ግበሩ እዩ ዝብል ከምኡ ኮይንኩም ተመላለሱ እዩ ዝብል እንተደኣ ከምዚ ከም ተባህለ ሰሚዕኩም ኣለኹም ምሽ? እወ፣ ሎሚ ግን ኢሉ እዩ ጐይታ ተዛሪቡ። ሕጂ ግን ዝሓሸ ጸጋ ኣሎ፣ ዝሓሸ ሓይሊ ኣለካ፣ ዝሓሸ ክእለት ኣሎ ማለት እዩ። ስለዚ ዝበለጸ ኪዳን ዝተቐበለ ዝበለጸ ሓላፍነት እዩ ዝሕተት እሞ ሎሚ ብቕድስና ናይ ምንባር ሓላፍነት ንኹላትና ኣለና ማለት እዩ። እግዚኣብሔር ይመስገን። ካልእ ንኣምላኽ ከነሐጉሶ ድማ ኣብዚ ምድሪ ክንነብር መጽሓፍ ቅዱስ ይነግረና እዩ። ጎይታ የሱስ ክርስቶስ እግዚኣብሔር ኣቦ ብጎይታ የሱስ ክርስቶስ ሰሚሩን ተሓጊሱን እዩ ግን ንሕና እሰኣሰር ጎይታ የሱስ ክርስቶስ ክንነብር እሞ እንታይ ክንከውን ንኣምላኽ ዘሐጉሶ እናመርመርና ክንነብር ግን መጽሓፍ ቅዱስ ይምህረና እዩ መጽሓፍ ቅዱስ እንታይ ይብል ፍረ ብርሃን ብሰናይ ዘበለን ብጽድቅን ብሓቅን እዩ ቀደም ጸልማት ነርኩም ኢኹም እሞ ብጎይታ ግና ሕጂ ብርሃን ኢኹም ንጎይታ ዘሐጉሶ እናመርመርኩም ከም ደቂ ብርሃን ኮንኩም ተመላለሱ ኢሉ መጽሓፍ ቅዱስ ስለዚ ከም ደቂ ብርሃን ኮይና ክንመላለስ መጽሓፍ ቅዱስ ይምህረና እዩ። ስለዚ ንኣምላኽ እንታይ ንገብሮ ኢና? የሐጉሶ እዩ ናብራና ማለት እዩ። ክንነብር ኮለና ከም ኣምላኽ ከም ናይ ኣምላኽ ሓሳብ ወይ ከዓ ከም ምኽሩ ኮይና ክንመላለስ ኮለና እግዚኣብሔር በቲ ኣነባብራና ባህ ይብሎ እዩ። እግዚኣብሔር ብጎይታ የሱስ ክርስቶስ ተሓጒሱ ወዲኡ ዘይኮነስ ንክርስቶስ ዝመስሉ ሰባት ኣብዚ ምድሪ እዚ ክመላለሱ ከለዉ እንታይ ይገብር እዩ? እግዚኣብሔር ባህ ይብሎ እዩ። ኣብ መጽሓፍ ቅዱስና ከምኡ ዓይነት ኣብነት ኣለና። ንኣብነት እስጢፋኖስ ክስዋእ ከሎ እንታይ እዩ ዝብል ቃል እግዚኣብሔር ወዲ ኣምላኽ ድማ ክቕበሎ ከሎ ደው ኢሉ ኢና ንርኢ። ስለዚ እግዚኣብሔር ዝሕጎሰሉ መንገዲ ኣሎ። እግዚኣብሔር ብኣካይዳና ባህ ይብሎ እዩ። ስለዚ ክንነብር ድማ መጽሓፍ ቅዱስ ይምህረና እዩ። እዚኦም ምሉእ ፍቓድ ኣምላኽ እዮም ምሽ ጳውሎስ ከምኡ ኢልዎም ኣሎ ንሰብ ኤፌሶን ክፋነዎም ከሎሲ ኣነሲ ምሉእ ምኽሪ ኣምላኽ እየ ነጊረኩም ኢልዎም ሕጂ ምሉእ ምኽሪ ኣምላኽ እየ ዝዛረብ ደለኹ ኣቱም ቅዱሳት ተቐደሱ እዩ መጽሓፍ ቅዱስ ምሉእ ምኽሩ ማለት እዩ ስለዚ ተቐደሱ ክንብል ኮለናስ ኣነባብራናን ኣካያይዳናን ከምቲ እግዚኣብሔር ዝኣዘዞን ከምቲ እግዚኣብሔር ዝበሎን ኣብዚ ምድሪ እዚ ክንነብር ኮለና እንታይ እንታይ ንረክብ ተዳኢልና ንብዙሓት ንረብሕ ሓደ ክርስቶስ ኢንታ ዘይብሉ ክርስቶስ ኣብ መወዳእታ ዋላ ክመውት ከሎሲ እዚሲ ብሓቂ ቅዱስ እዩ ነይሩ ኢሎሞ እቶም ኩሎም ዘገፍዕዎ እቶም ኩሎም ኣብቲ ከባቢኡ ዝነበሩ ስለዚ ክርስቶስ ዝንጸግ ነገር ስለ ዘይብሉ ናይ ክርስቶስ ነገር ከነርኢ ኮለና ቀዳማይ ነቲ ወንጌል ክርስቶስ መዐንቀፊ ዘይብሉ ንገብሮ ኣብ መንገድና ኩሉ ንወንጌል ክርስቶስ ዝበቅዕ ናብራ ይህልወና ማለት እዩ። ሰናይ ፍረ እናፈረና ክንከይድ ኮለና ንብዙሓት ንምድሓን ዝኸውን ነገር ይህልወና ማለት እዩ። ስለዚ ሎማዕንቲ እቲ ቀንዲ ሓሳበይ ዓቕሚ ኣለና እሞ እንታይ ንግበር ንቀደስ እየ ዝብል ዘለኹ። ስለዚ እግዚኣብሄር ነዚ ሓሳብ እዚ እንተደኣ ጸዊዕና ኮይኑ ኣብ ህይወትና ነዚ ሓሳብ እዚ ክንነብሮ ድማ መጽሓፍ ቅዱስ ይምህረና እዩ። ስለዚ ኣነ ቅዱስ እየ ኢሉ እግዚኣብሄር ምስ ናቱ ቅድስና ደተሓሕዞ ዘሎ ምኽንያት እንታይ እዩ ኮይኑ? እቲ ቅድስና ናይ መን ኣይኮነን ናትና ኣይኮነን ሎማዕንቲ ቀዳማይ ንርእስና ከብ ቅዱሳት ንፍለጣ ቅዱስ ኢኻ ንስኻ ደም የሱስ ክርስቶስ ተኸፊልልና እንታይ ኮይና ኢና ተቐዲስና ኢና እስራኤላውያን እኳ ምስ በቲ ናይ ብሉይ ኪዳን ቅድስና ገይሮምሲ ኣህዛብ ምሳታቶም ክለግቡ ኣይፍቅድሎምን እዮም ነይሮም ብደም ዲበለታት ተቐዲሶም ክነሶምሲ ኣብ ማእከል ኣህዛብ ፈጺሞም ኣይሕወሱን እዮም ነይሮም። ንሕና ግና ብክቡር ደም ክርስቶስ ኢና ተቐዲስና፣ ኣምላኽ የመስግን። ስለዚ ክሳብ ክንደይ ብቕድስና ክንነብር ከም ዝግብኣና፣ ነዚ ዝቐደሰና ደም ክሳብ ክንደይ ዋጋ ሂብና ኣብዚ ምድሪ እዚ ክንመላለስ ከም ዘለና እየ ሎማዕንቲ ከዘክረኩም። ስለዚ ሎማዕንቲ ቅዱሳት ምዃንኩም እስከ ሕሰቡ። ቅዱሳት ኢኹም እግዚኣብሔር ይመስገን። ብጎይታ የሱስ ክርስቶስ ዘሎ ንሱ ሓድሽ ፍጥረት እዩ። ብክርስቶስ የሱስ ንስኻትኩም ቅዱሳት ኢኹም። ነዚ ሓቂ እዚ ብምርዳእ ድማ ሎማዕንቲ ብቅድስና ንምንባር ድማ እግዚኣብሔር ይመስገን ሎማዕንቲ የዘክረኩም ኣለኹ። ስለዚ ብርሃንኩም ሎማዕንቲ ኣበይ ኣሎ ይኸውን? ሎማዕንቲ እቲ ዝተዋህበኩም ሕድሪ ኣበይ ኣሎ ይኸውን? ሎሚ ብምንታይ ሸፊንኩሞ ትህልዉ? እቲ ዝተዋህበኩም ሕድሪ ሎማዕንቲ ከተውጽዎ እሞ ንብዙሓት ምድሓን ክትኮኑ። እግዚኣብሔር ይመስገን ኣብዚ ዓዲ ምስ መጻኹ ካብቲ ዝነበረ ሰብ ብጣዕሚ ብዙሕ ዓለማዊ ሰብ ሪኤ ሎሚ ነዚኣቶም ንምምጻእ ዝኸውን ናትኩም ብርሃን የድሊ ኣሎ። ሓንቲ ግዜ እንተ ተጋግያትካ ንዓኣ ክትመልሳ ብጣዕሚ ጭንቂ ምዃኑ ኣነ ኣብቲ ዘለኹዎ ሃገር እሪኦ ኣለኹ። ንክርስትና ሎሚ ክርስትና ከምዚዩ ኢልካ ከም ብሓድሽ ክትነግሮም ኣይትኽእልን ኢኻ። ነቲ ዝነበረ ድማ ከተዐርዮ ኣይትኽእልን ኢኻ። እንታይ ከምትገብር እጠፍኣካ። ወንጌል ምስ ወጻኻ ዋላ ነቲ ዝተገበረ ግፍዒ እዮም ዝነግሩኻ። ስለዚ ኣብ ናብራ ዝተጋገናዮ ጌጋሲ እንታይ ኮይኑ ንወለዶታት ንምድሓን ደጋዕጽዎ። ስለዚ እዩ ምንባር ደድልየና። ክርስትና እንኮላይ ዝንበር ነገር እምበር እንታይ ኣይኮነን ዝዝረብ ኣይኮነን። ሎሚ ብጣዕሚ የፍርሓካ ኣሎ እንተ ከማይ ትፈርሑ ኣለኹም ኮንኩም ብዙሕ ብምክንያት ጸጋ ንምንባር እንዳገደፍናዮ ብዛዕባ ዝኾንናዮ ነገር ዳተዛረብና ኣብኡ ከይንነብር ንኸውን ኣለና። እግዚኣብሔር ይመስገን ሓደ ነገር ክብል ክርስትና ኢልካ ጸጋ እዩ። ክርስትና ኢልካ ሕጊ ዝበሃል ነገር የለን። ወይ ክርስትናይ ወይ ኣይኮነን ምሽዶ ክርስትና ጸጋ ጥራይ እዩ ምሽዶ ጸጋ ኣብ ክርስትና ሲ ናይ ሕጊ ኣሎ ናይ ጸጋ ኣሎ ከምኡ ዶ ትሰምዑ እንድሕር ናይ ሕጊ ኮይኑ ክርስትና ኣይኮነን። ክርስትና ጸጋ እዩ። ጸጋ ግን እንታይ ይገብር እዩ? ዘኽእል ሓይሊ ኣለዎ፣ ብቑዕ ዝገብር ሓይሊ ኣለዎ፣ ዘንብር ሓይሊ ኣለዎ። እቲ ጸጋ ተቐቢልና ብክርስቶስ የሱስ ከምዚ ኢና ምስ በልናሲ እወ ከምኡ ኮይንካ ግን ከንብር ዝኽእል ሓይሊ እዩ ክርስትና። እግዚኣብሔር ይመስገን። ስለዚ ሎሚ ንክርስትና እንተ ደኣ ዘይነበርናዮ ጽባሕ ነቲ ዝተበላሸወ ከነዕርዮን ወይ ክንምለስ ኢና ወይ ከኣ ጠጠው ክንብል ኢና ከምዛ ጠጠው ኢሎማ ደለው ጠጠው ክንብል ኢና ሎሚ ንክርስትና ዝሰብክዎ ስደተኛታት እዮም ኣብቲ ዘለኽዎ ሃገር ስደተኛታት እዮም ብዙሕ ንወንጌል ዝወፁ ኩላ መዓልቲ ግን ነቲ ታሪክ ግን ዝዛረብዎ ሰባት ኣለው እቶም ናይ ክርስትና ከምዚ ከምዚ ገይሮም ከምዚ ከምዚ ተገይሮም መዓልቲ ሂቦም እዮም ዝዛረብዎ ዝተገበረ ግፍዒ ነቶም ወለዶ እኳ ክርስትና ከም ዘይትነግሮም ይገብርዎ። ናብራ ስጋብ ክንዲ ዝሽግር ኣለዎ ማለት እዩ። ክንነብር ከለና መሰረት ኢና ንገድፍ ዘለና ንክርስትና ወይ ከነቐጽሎ ኢና ወይ ጠጠው ከነብሎ ኢና። ናብራ ድማ ልዕሊ እንታይ ይዛረብ እዩ? ልዕሊ ቃላት ይዛረብ እዩ። ሎሚ ኣምላኽ ይመስገን ወለዶ ትርእዩ ዶ ኣለኹም ሎሚ ኣነ ብጣዕሚ ዘሕምመኒ ነገር እንታይ ይመስለኩም እንተደኣ ክንነብር ዘይከኣልና ክርስትና ሓቂ ምዃኑ ክርስትና ይንበር ከም ዝኾነ እንድሕር ዘየርኣናዮም ብክርስቶስ ተቐዲሰ እሞ ቅዱስ ኮይነ ንምንባር ድማ ሓይሊ ኣለኒ እንተ ዘይበልናዮም ፅባሕ ፀወታ ክመስሎም እዩ ነዚ ብድሕሬና ዘሎ ወለዶ ናይ ዘልኣለም ህይወት ንምውራስ ምኽንያት ኢና። ወይ ከነውርሶም ኢና ወይ ከኣ ኣብዛ ኣብ ንገሃነም ክንወፍዮም ኢና። ዝበዝሕ ሰባት መንእሰያት ክትርኢ ከለኻ ኣብቲ ዓዲ ብጣዕሚ ዘጉህየካ ነገር እንታይ ይመስለኩም? ኣነ መጀመርያ ጋሻ ከለኹ ዝኸድክዎ ኣብታ ዝኣተኽዋ ማሕበር ኣብታ ከባቢ ሓደ ማሕበር ኣሎ ናይ ጸዓዱ እዩ። እቲ ዝነኣሸ ሰብ ወዲ ሓምሳ ዓመት እዩ ሽዑኡ ነይሩ ነቶም ነቶም ስደተኛታት ደቂ ክርስትያናት መኪና ገይሮም እቲ ዘለዎም ፃዕሪ እቲ ዘለዎም ተወፋይነት ብጣዕሚ እዩ ዘገርመካ ሓንቲ ሰዓት ቃል ኣምላኽ ክምህርዎም መኪና ገይሮም ኣኪቦም ወስድዎም ምሂሮም ከዓ ገገዝኦም ይመልስዎ ኣብቲ ናቶም ወለዶ ስለ ዘይተዓወቱ ነዚ ስደተኛ ወለዶ ናብ ክርስቶስ ከምጽዎ ይጽዓሮም። ነቲ ሓንሳብ ዝተበትከ ነገር ብኻልእ መንገዲ ክትክእዎ ይጽዓሮም። ብጣዕሚ እዮም ዘደንግጹኻ። እቶም ካልኦት ኩላቶም ብዛዕባ ክርስትና ምስ ተዛረብካዮም እወ ኣባሓጎይ ሚሽነር እዩ ነይሩ ኢሎም እዮም ዝነግሩኻ። ኣምላኽ ይመስገን እዚ ዛንታ ጥራይ ኣይኮነን ታሪኽ ጥራይ ኣይኮነን ኣባና ከይድገም ሎሚ ክርስትና ብግብሪ ንንበሮ ክርስትና ይንበር ከም ዝኾነ ብናብራና እንተ ናብ ወለዶ ኣሕሊፍናዮ እወ ክርስትና ፍቕሪ እዩ ክርስትና ሓቂ እዩ ክርስትና ቅንዕና እዩ እወ እቶም ክርስትያናት ከምኡ እዮም ነይሮም ምእንቲ ክንበሃል ምስ ሓለፍናሲ ክርስትና ክዕለል ከሎ ወይ ከኣ ኣብቲ ዝመጽእ ዘሎ ወለዶ ክርስትና ክንገር ከሎሲ ብኣፎም ዝዛረቡ ጥራይ ዘይኮኑስ ንክርስቶስ ኣርእዮምና እዮም ነቢሮሞ እዮም ንበሃል ሰባት ኣብ ህይወትናሲ ፈጺሙ ጣዕሳ ዘይብሉ ህይወት ምእንቲ ክንነብር ክርስትና ዝንበር ሓቂ እዩ ኣምላኽ ይመስገን ሎማዕንቲ ዘረባ ተሓዋዊሰልኩም ይቕሬታ። ግን እንታይ ኮይነ ኣለኹ መስለኩም? ኣብ ልበይ ዘለኒ ክብደት ግን ነዚ ወለዶ እዚ ነዚ ሕብረተሰብና ብወንጌል ተደኣ ክንበጽሖ ዘይከኣልና ከነዛረቦ ጥራይ ዘይኮነ ከኣ ንወንጌል ክንነብሮ ተደኣ ዘይከኣልና ካባና ጠጠው ከይብል ክርስትና ፈርሕ ኣለኹ ኣነ። ብድሕሬና ነዞም ደቅና ክርስቶስ ኣብ ሕይወትና መን ከም ዝኾነ ንክርስቶስ ዝነብር ናብራ ኣብ ሕይወትና እወ ጐይታ ቀዲስንሲ ብቅድስና ከኣ እነብር ኣለኹ ንብሎ ሕይወት ከነግህዶ ወይ ከኣ ከነርኦ መጽሓፍ ቅዱስ ይምህረና እዩ እዚ ሓቂ እዚ ንሓዞ ቃል እግዚኣብሔር እንታይ እዩ ምሉእ ምኽሪ ኣምላኽ እዩ እግዚኣብሔር ይመስገን ምሉእ ምኽሪ ኣምላኽ ድማ እንታይ እዩ ብክርስቶስ የሱስ ዝዀንናዮ ሓቂ ኣሎ፣ ክንነብሮ ዝተዋህበና ሓቂ ኸኣ ኣሎ። መጽሓፍ ኤፌሶን ምሉእ እዩ ናይ እግዚኣብሄር ምኽሪ። እግዚኣብሄር ኣብ የማን ኣቦ ኣቐሚጥናዶ? እወ ኣቐሚጥና። ባሪኹናዶ? እወ ባሪኽና። ሽዑ ግን ከመይ ኢልና ክንነብር ከም ዘለና ኸኣ መጽሓፍ ቅዱስ ምሂርና እዩ። እግዚኣብሄር ይመስገን። ስለዚ ፍርቂ ሓይ ፍርቂ ምኽሪ ዘይኮነሲ ነቲ ምሉእ ምኽሪ ኣምላኽ ንረዳኣዮ እሞ ነቲ ምሉእ ምኽሪ ኣምላኽ ድማ ኣምላኽ ይመስገን ክንነብሮ ድማ ሓይሊ ኣለና። ክርስትና ሓደ ዘይከኣል ኣርዑት ኣይኮነን። መጽሓፍ ቅዱስ ክነግረና ከሎ ጎይታ የሱስ ንፈሪሳውያን ዝኸሰሶም ክሲ እንታይ እዩ ነይሩ? ትምህርዎም እሞ ንስኻትኩም ግና በዛ ኣጻብዕትኹም እኳ ኣይትትንክፍዎን ኢኹም ኢልዎም። ክርስትና ግን ከምኡ ኣይኮነን። ክርስትና እቲ ዝምህር ክነብሮ ዝኽእል ሓቂ እዩ፣ እቲ ዝሰምዕ ድማ ክነብሮ ዝኽእል ሓቂ እዩ። ጠራይ ርእስና ንቅበጽ መጽሓፍ ቅዱስ ከምኡ እዩ ዝምህር ጎይታ የሱስ ክርስቶስ መጀመርያ ዝመሃሮ ሓቂ ታይ እዩ ነይሩ ክስዕበኒ ዝደሊ እንታይ ይግበር ርእሱ ይቅበጽ መስቀሉ ከኣ ኣብ ጸጽባሕ ኣልዒሉ ይስዓበኒ እዚ ናይ ክርስትና ፕሪንስፕል ተክንገብሮ የብልናን ክንሓድጎ የብልናን ሎሚ ካብ ርእስና ንውጻእ ካብ ርእስና ማለት ካብ ምቾትና ንውጻእ ካብ ንዓና ዝጥዕመና ነገር ንውጻእ ካብ ትዕቢትና ንውጻእ ካብ ኣንነትና ንውጻእ እሞ ርእስና ንቅበጽ ንወንጌል ኣምላኽ ክንነብር ንፍተው ኣምላኽ ይመስገን ንወንጌል ኣምላኽ ክንነብር ምስ ጀመርና ነንመዓልቲ ድማ ልክዕ ከም ናብ ሞት ዝኸይድ ወይ ከዓ ዋጋ ክትከፍል ፍቓደኛ ዝኾነ ህይወት ክንነብር ምስ ጀመርና ኣምላኽ ይመስገን ህይወትና ንክርስቶስ ዳመሰለ ክኸይድ እዩ ከይተፈለጠና ንኣምላኽ እንዳመሰልና ክንከይድ ኢና መጠን ነቲ ሕጊ ኣምላኽን ነቲ ስርዓታቱን ዝተኸተልናዮ እናተለወጥና ክንከይድ ኢና ንሕና ከም እተለወጥና ከይተራእየና ንኻልኦት ሰባት ግና ብርሃን ከነብርሃሎም ንኽእል ኢና። ሎሚ እግዚኣብሔር ይመስገን ብዙሕ ሰብ ኣብ ጸልማት ኣሎ። ሎሚ እንታይ ትሓስቡ ትኾኑ ኣይፈልጥን እየ ግን እዚ ብርሃንና እዚ ክበርህ እሞ ንብዙሓት ብርሃን ክንኮኖ ነዚ ወለዶ እዚ ኸኣ ዝሓልፍ ብርሃን ከነብርህ እግዚኣብሔር ይመስገን። ስለዚ ኣብ ምሉእ ምኽሪ ኣምላኽ ንምበር ነቲ ዝቐደሰና ጎይታ ድማ እንታይ ንግበረሉ ንቀደሰሉ። ኣብ ምሽ ከምኡ ኢሉ ኣሎ ኣብ መጽሓፍ ኣስቴር ደስ ዝብለካሲ እንታይ ኢልዎ ፍሉይን እተዘርዘረን ህዝብሲ ኣብ ማእከል ህዝብኻ ኣሎ ኢሉ ኣብ ሚእትን ዕስራን ሃገራት ዝገዝእ ሰብሲ ነቶም ዝተቐደሱ ሰባት ግን ፈሊጥዎም ነቶም ብሕጊ ዝመላለሱ ሰባት ግንሲ ተራእዮም ኣብ ማእከልቲ ህዝቢ ሕጂ ኣብ ማእከል እዚ ኩሉ ህዝቢ ፋሕ ምስ በሉስ ክንደይ ነይሮም ይኾኑ ኣይፈልጥን እየ ግን ፍሉይን ተዘርዘረን ህዝብስ ኣብ ማእከል ህዝብኻ ኣሎ ኢሉ ኣብ ማእከል ፋሕ ምስ በልናሲ ክሳብ ክንደይ ንሕና ናይ ክርስቶስ ምዃንና፣ ዝተቐደስና ምዃንናሲ ቅድስናና የርኢ ወይ ከኣ ናብራና የርኢ። ዝተፈለና ምዃንና፣ እግዚኣብሔር ዝኣምላኹ ህዝቢ ምዃንናስ ክሳብ ክንደይ ንረኣይ ንኸውን። ኣብ ኩሉ ንገብሮ ነገር ንሱ እንታይ ይኸውን እዩ? ምስክር ይኸውን እዩ። እግዚኣብሔር ይመስገን። ስለዚ ኣብ ህይወትና ሎማዕንቲ ነዚ ኣሕድሪ እዚኣ ይኽበኩም ኣቱም ቅዱሳት ተቐደሱ። ብቕድስና ተመላለሱ፣ ንብዙሓት ኣርኣያ ኩኑ፣ ንብዙሓት ንምውጻእ ኩኑ፣ ይከኣል ከም ዝኾነ ነዚ ወለዶ ነርእዮ ኣምላኽ ይመስገን። ክርስትና ሓሶት ከም ዘይኮነ፣ ክርስትና ብኣፍና ንብሎ ነገር ከም ዘይኮነ፣ ብግብሪ ዝንበር ናብራ ምዃኑ ነዚ ወለዶ ነርእዮ። ኣብ ኣፍና ክርስትና ከይተርፈና ምእንቲ ምሉእ ሓሳብ ኣምላኽ እግዚኣብሔር ይመስገን ንወለዶ ነስግሮ። ሓንሳእ ሓንሳእ ንሕና ንዛረብ እሞ ደቅና ከኣ ከም ናትና ገይሮም ይዛረቡ። ዘረባ ጥራይ ግን ከይከውን ናብራ ግን እንታይ ይኸውን እዩ? መጽሓፍ ቅዱስ ከምኡ ኢሉ ኣሎ ምሽ ኣላምዶ ኢሉ ኣላምዶ ኢሉ ኣላምዶ ከዓ ብምንታይ እዩ? ብምምልላስ እዩ። ተኣቱ ትወፅእ ትፅሊ ትንብርከኽ ተንብብ ሽዑ እንታይ ይኸውን? ይቕዳሕ ንሱ። እግዚኣብሔር ይመስገን። ስለዚ ንነብሮ ናብራ ከምዚ እንተደኣ ኮይኑ ነዚ ወለዶ ክንብጀዎ ኢና እንተደኣ እንተደኣ ከምዛ ንጅምራ ደለና ከምዛ ንጅምራ ደለና ንክርስትና እንተ እንጠልጢልናያ ግን ኣይትሓልፍን እያ ንምንታይ ህይወት እዩ ዝንበብ ህይወት እዩ ከ እንታይ ዝኸውን ዝምቀል ሃዋርያት ክሰብኩ ከለዉ ንሕናስ እንታይ ጌርናኩም ኢና ኢሉ ህይወት ኢና ድማ መቒልናኩም ኢሉ ናብርኦም እዮም ሼር ጌሮምና ህይወቶም ስለ ዝመቐሉ እዩ እንታይ ኮይኑ ክርስትና ክንድዚ ዘመናት ብብዙሕ መከራ ሓሊፉ ደው ኢሉ ደሎ ሎሚ ህይወትና ክምቀል ዘይክእል ተኾይኑ ደው ከይንብል ሎማዓንቲ ነዚኣ ሓድሪ ህበኩም ደው ከይንብል ምእንቲ ነዚ ብዙሕ ዝድሕን ህዝቢ ኣለና ብዙሕ ከዓ ዝመፅእ ወለዶ ኣለና ሕድሪ ዝተዋሃብና ሰባት ከም ዝኾንና ከዘክረኩም እየ ሎማዓንቲ ብዚ ዘለኹ ኣምላኽ ይመስገን ንኣምላኽ ዘሕጉሶ እናመርመርና ክንነብር ኣብዚ ምድሪ እዚ ብዘይ ኢንተ ክንመላለስ ንዓለምን ፍትወታን ኪሒድና ኣብዚ ምድሪ እዚ ብብዙሕ ገድሊ ክንመላለስ መጽሓፍ ቅዱስ ይምህረና ስለ ዝኾነ እዚ ጸጋ እዚ ኸኣ እንታይ ዝገብር ስለ ዝኾነ የኽእል ስለ ዝኾነ ሎማዓንቲ ዋላ እንታይ ኣይኮንኩን ዝብል ዘለኹ ብናትኩም ቅልጽም ኣይኮንኩን ዝብል ዘለኹ እቲ ጸጋ ግን እንታይ ይገብር እዩ ጳውሎስ ከምኡ ኢልዎ ምሽ ዶ ለሚንዎ ከርሕቀሉስ እንታይ ኢሉ ተዛሪብዎ እሱ ግን ጸጋ ይኣኽለካ እዩ ኢሉ ጸጋስ ልዕሊ ከሕልፍ ዝኽእል ሓይሊ ኣለዎ። ጸብለል ከብል ዝኽእል ሓይሊ ኣለዎ። ነቲ ምሽት ሕጊ መንፈስ ህይወት ካብ ምንታይ ሓራ ገይርና እዩ? ካብቲ ሕጊ ሞትን ሓጢኣትን እንታይ ገይርና እዩ? ሓራ ኣውጺእና እዩ። ንሕና ብሓርነት ክንነብር ንሓጢኣት እንታይ ኣይኮንናን ሰብ ዕዱእ ኣይኮንናን። ሎሚ ስጋና ክመልከና ኣይክእልን እዩ። እንታይ ኮይኑ መስለኩም? ብክርስቶስ የሱስ ንሕና ሓራ ወጺእና ኢና። ልክዕ ከምዚ ሓደ ነገር ዘይሕዞ ክሕዘና ኣይክእልን እዩ። መጽሓፍ ቅዱስ ስለዚ እዩ እንታይ ዝብል መስለኩም ፈትዩ ሓጢኣት እንተገበረ ግና ዝብል ሓቀይ ምሽ ንብራውያን ከምኡ ኢልዎም ፈትዩ ሓጢኣት እንተገበረ ግና ዝብል ደሎ ንምንታይ ይመስለኩም? ብሓይሊ ግን ሓጢኣት ክሕዞ ኣይክእልን እዩ፣ ብክርስቶስ የሱስ ተኾይኑ እዩ ሓራ ወጺኡ። ስለዚ ነዚ ሓቂ እዚ እሞ ንቀበሎ፣ እንታይ ንኹን መስለኩም? ነቲ ዝመልከና ነገር እንታይ እንዳ ገበርናዮ ሽዑ በቲ ቃል እግዚኣብሄር እንዳ ረሓቕናዮ ብቅዱስ ናብራ ክንመላለስ ሓይሊ ክንረክብ ኢና። እዚ ምፍታሕ እዚ ግን ኣምላኽ ይመስገን ጎይታ ፈቲሕልና እዩ ንሕና ንሓጢኣት ሰብ ዕዱ እይኮናን ንሕና ብጽድቂ ክንነብር ኣጽዋር ኣምላኽ እንታይ እዩ ንጽድቂ ዝከውን ነገር እዩ ከምቲ ቀደም እንታይ ዝኾንና ሓጢኣተኛታት ብመንነት ስለ ዝኾንና ኢና ሓጢኣት ነገብር ነርና ሓቀይ ምሽ ሰብ ሓጢኣተኛ ስለ ዝኾነ እዩ ሓጢኣት ዝገብር ነይሩ እምበር ሓጢኣት ስለ ዝገበረ ሓጢኣተኛ ኣይኮነን። ምሽ ትምህርቲ ድሕነት ክንመሃር ከለና ነዚ መሰረታዊ ነገር እንተድኣ ርኢናዮ ሕጂ ድማ ብክርስቶስ ስለ ዝጸደቕና እንታይ ኢና ጽድቂ ክንገብር ሓይሊ ኣለና። ሎሚ በቲ ዝቐደሰና ደም ብቕድስና ንምምልላስ እንታይ ኣለና ሓይሊ ኣለና። ስለዚ እዩ ክርስትና ክንበር ዝከኣል ሓቂ እዩ ዝገብሮ ማለት እዩ። ክንበር ዝከኣል ሓቂ ስለ ዝኾነ ድማ ሎሚ ክንመላለስ ከለና ንብዙሓት እንታይ ክንከውን ኢና? ምድሓን ክንከውን ኢና። ስለዚ ናብራና ልዕሊ ዘረባና ክኸይድ ይኽእል እዩ። እንተኸይዱ እዩ ድማ እንታይ ዝኸውን መስለኩም? ውጽኢት ዘሎ። ስለዚ ንብዙሓት ሎማዕንቲ ምድሓን ምእንቲ ክትኮኑ፣ ሎሚ ኣብዚ ኸተማ እዚ ንዘለዉ ኹላቶም እግዚኣብሄር ምእንቲ ክብጅዎም፣ መን እፈልጥ መን እፈልጥ እስከ ነዚኣ ኢሉ እግዚኣብሄር ኣኪብና ተኾነ፣ መን እፈልጥ ነዚ ኹሉ ህዝቢ እዚ እግዚኣብሄር ብዕላማ ኣምጺእዎ ተኾነ፣ መን እፈልጥ? እግዚኣብሔር ይመስገን ነዚ ስድ ነዚ ስደትና ኣነ ኩሉ መዓልቲ ክሪኦ ከለኹ ጎይታ በጃኻ ከምቲ ብጅምላ ንጠፍኦ በጃኻ ብጅምላ ድሕነና ኢለ እየ ዝጽሊ ብጅምላ እግዚኣብሔር ከድሕነና ተፈተወ ከስከ እግዚኣብሔር ይመስገን ንሕና ብሰንኪ ዘይምንባርና ብሰንኪ ኣርኣያ ዘይምዃንና ግና ደው ከይነብሎ ነቲ እግዚኣብሄር መኺርዎ ዘሎ ምኽሪ ኣብ ምኽሩ ምእንቲ ክንርከብ እግዚኣብሄር ይመስገን። ኣብ ምኽሪ ኣምላኽ ምርካብ ማለት ንብዙሓት ምምላስ ስለ ዝኾነ ጎይታ ኢሰ ኤርምያስ ከምኡ ኢሉ ኣሎ ምሽ ኣብ ምኽረይ ውዒሎም ነይሮም እንተዝኾኑስ ንህዝበይ እንታይ ምገበርዎ ምመለስዎ ነይሮም ኢሉ ሕገይ መፍለጥዎ ህዝበይ ከ እንታይ ምገነ ነይሩ ተመለሰ ነይሩ ኢሉ እግዚኣብሄር ይመስገን። ስለዚ ንሕጊ ኣምላኽ ምፍላጥና ንሕና ኣብኡ ምምልላስና እንታይ ከምጽእ ይኽእል እዩ ንብዙሓት ምድሓን ከምጽእ ይኽእል እዩ። ስለዚ ህይወትና ሎሚ ናብራና ከመይ ኣሎ ይኸውን? ካብ ርእስና ወጺእና ዶ ንህሉ? እግዚኣብሔር ይመስገን ካብ ርእሱ ዝወጸ ሰብ ነንመዓልቲ ድማ መስቀል ጸይሩ ዝኸይድ ሰብ እዩ እንታይ ዝገብር ንኻልኦት ክነብር ዝኽእል ክርስትና እንታይ እዩ ጆን ሓደ ግዜ ክምህረና ከሎ ከምኡ ኢሉ ኣሎ ክርስትና ኣብ ሞት ዝግለጽ ዓወት እዩ ኢሉ ምሂርና ነይሩ እናሞትካ ምስ ከድካ፣ ካብ ርእስኻ እናወጸኻ ምስ ከድካ፣ ክርስቶስ ኣባኻ እናመለኸ ይኸይድ እሞ ክርስቶስ እናተጋህደ ይኸይድ። ንሕና ዘይኮነ ከኣ ክርስቶስ እዩ ምድሓን፣ ክርስቶስ እዩ ሓይሊ ኣምላኽ ይመስገን። ስለዚ ሎሚ ካብ ገዛእ ርእስና ክንወጽእ ነቲ ዝተቐደስናዮ ምቕዳስ ከኣ ክንነብሮ ሎማዕንቲ እዚኣ መልእኽተይ እያ። እግዚኣብሔር ይመስገን። ስለዚ ነዚ ኩሉ ነገር ክሒድና ናብቲ ናይ እግዚኣብሔር መንነት ዝተዋሃብናዮ ሎሚ መንነትኩም ተግህድዎ ዶ ኣለኹም? ነቲ ዝተቐደስኩሞ ምቕዳስሲ ከምኡ ኮይንኩም ትመላለሱ ዶ ኣለኹም እዩ መልእኽተይ። እግዚኣብሔር ይመስገን። ጎይታ ይባርኽኩም።